ሰላም ኩቡራት ተኻታተልቲ ዳስ ናይ ኤክስትራ ን ሎሚ ሽዱሽተ መጋቢት ክልተ ሽሕን ዒስራን ሰለስተን ኣብ ዝተዳለወ ዜናታት ብደረጃ ዓለም ኣብ ዝተገብረ ተርታ ፓስፖርትታት ናይ ኤርትራ ፓስፖርት ሒዝዎ ዘሎ ደረጃ ኣብ ማሊ ኤርትራዊ ዜጋ ብግብረ ሽበራውያን ጉጅለታት ምጭዋዩ መንግስቲ ኡጋንዳ ብፍሉይ ንኤርትራውያን ማእከል ሓበሬታ ከቕውም ይደሊ ምህላዉ ምግላጹ ጌታቸው ረዳ ብዛዕባ ኣብ ትግራይ ዝምስረት ጊዚያዊ መንግስቲ ኣመልኪቱ ዘርጊሕዎ ዘሎ ሓበሬታ፣ ቻይና እናሓየለ ዝመጽእ ዘሎ ስግኣታት ንምግታእ ወተሃደራዊ ባጀታ ክብ ምባላን ካልእን ዘጠቓለለ ክኸውን እዩ። ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ብደረጃ ዓለም ኣብ ዝተገብረ ተርታ ፓስፖርታት ናይ ኤርትራ ፓስፖርት ንኣርባዕተ ሃገራት ጥራይ በሊጹ ኣብ መበል ሚእትን ቴስዓን ሽዱሽተን ደረጃ ተሰሪዑ። ኣብቲ ኖማድ ፓስፖርት ኢንዴክስ ብዝተብሃለ ትካል ዝወጸ ጸብጻብ፣ ንኽትጉዓዘሎም ዝምችኡ ፓስፖርታት፣ ኤርትራ ንፓኪስታን፣ የመን፣ ዒራቕን ኣፍጋኒስታንን ጥራይ ቀዲማ'ያ ኣብ መበል ሚእትን ቴስዓን ሽዱሽተን ተርታ ተሰሪዓ ዘላ። ኣብቲ ጸብጻብ እዚ ትካል ዘይከም ካልኦት ንፓስፖርታት ተርታ ዝህቡ ትካላት፣ ጸብጻቡ ኣብ ናጻ ናይ ቪዛ ምንቅስቓስ ጥራይ ከይተሓጸረ፣ ካብ ግብሪ ናጻ ዝኾነ ዜግነት፣ ተቐባልነት፣ ድርብ ዜግነትን ውልቃዊ ናጽነትን ኣብ ግምት ብምእታው'ዩ ነዚ ተርታ ኣዳልይዎ። ኣብቲ ጸብጻብ፣ ንእሽቶይ ኤውሮጳዊት ሃገር ሉክሰምበርግ ብ ሚእትን ዓሰርተ ሓሙሽተን ነጥቢ ሓሙሽተ ነጥቢ ቀዳመይቲ ክትወጽእ እንከላ፣ ዕስራ ነጥቢ ጥራይ ዘዋህለለት ኣፍጋኒስታን ድማ እታ ዝደኸመ ፓስፖርተ ዘለዋ ሃገር ብምዃን ኣብ ድሕሪት'ያ ተሰሪዓ። ብ ዕስራን ሽዱሽተን ነጥቢ ሓሙሽተ ነጥቢ ኣብ መበል ሚእትን ተስዓን ሽዱሽተን ደረጃ ዝተሰርዐ ናይ ኤርትራ ፓስፖርት፣ ፓስፖርታ ብዘይ ቪዛ ናብ ዓሰርተ ክልተ ሃገራት ጥራይ'ዩ ከእቱ ዝኽእል። መንግስቲ ኡጋንዳ ኣብ ኡጋንዳ ንዝርከቡ ኤርትራውያን ማእከል ሓበሬታ ብምቛም ኣብ መንጎ ክልቲኣን ሃገራት ዝምድና ንምሕያልን ድሕነት ናይቶም ኣብታ ሃገር ዝነብሩ ዘለዉ ኤርትራውያን ንምርግጋጽን መደብ ከም ዘለዎ ኣፍሊጡ። ኣማኻሪ ፕሬዚዳንት ኡጋንዳ ኣብ ጉዳያት ዲያስፖራ ኣቢ ዋሉሱምቢ ንኤርትራውያን ዝኾነ ብድሆ እንተገጢምዎም ሓገዝ ንምርካብ ዝኸዱሉ ቦታ ክህልዎም ማእከል ሓበሬታ ክንከፍት መደብ ኣለና ኢሉ። ከም ኣገላልጻ ዎል ሱምቢ፣ ኤርትራውያን ዕቱባት ኣውፈርቲ ስለ ዝኾኑ፣ እቲ ማእከል ኣባላት ጸጥታን ክፍሊ ሓበሬታን ክህልውዎ እዮም ኢሉ። ንሱ ኣብ ዘረብኡ ቀጺሉ፣ ኣብ ኣፍሪቃ ዝበዝሐ ቁጽሪ ኤርትራውያን ስለ ዘለና ዝጸልዎም ብድሆታት ኣለዎም። እዚ ክንከፍቶ ንደሊ ዘለና ማእከል ሓበሬታ ድማ፣ ስደተኛታት ዘጋጥሞም ጉዳያት ኢሚግሬሽን፣ ፓስፖርት፣ ጸጥታ፣ ጉዳያት ኣካዳሚ፣ ምስክር ወረቐትን፣ ስራሕ ምርካብን ካልእን ዝኣመሰሉ ብድሆታት እንተሃልይዎም ክኸዱዎ ዝኽእሉ ቦታ እዩ ክብል እዩ እዚ ኣማኻሪ ፕሬዝደንት። ኣብቲ ምስ ኤርትራውያን ኣውፈርቲ ዝተገበረ ርክብ ተዛሪቡ ዘሎ። ብተወሳኺ እዚ ኣማኻሪ ፕሬዚዳንት፣ ኣብ መንጎ ኤርትራን ኡጋንዳን ዘሎ ርክብ ምምሕያሽ ናብ ኡጋንዳ ዝያዳ ወፍሪ ዝስሕብ ምዃኑ ድሕሪ ምግላፅ፣ እቶም ኣብዚ ሃገር ንነዊሕ እዋን ዝተቐመጡ ኤርትራውያን ዜግነት ናይዛ ሃገር ዝረኽቡሉ መንገዲ ክንርኢ ኢና ክብል እውን ተዛሪቡ። ከምዝፍለጥ ዝሓለፈ ክልተ መጋቢት ክልተ ሽሕን ዒስራን ሰለስተን ኣብ ኡጋንዳ ዝቕመጡ ኤርትራውያን ኣውፈርቲ ምስ ሰብ መዚ እታ ሃገር ብምርኻብ ኣብታ ሃገር ዝረኽብዎ ዕድላት ብምምስጋን ነቲ ዘጋጥሞም ዘሎ ፀገማት ንምፍታሕ ሓደ መዓልቲ ዝወሰደ ብዙሕ ጉዳያት ዝተዘተየሉ ኮንፈረንስ ኣካይዶም ነይሮም እዮም። ኣብቲ ኮንፈረንስ ሚኒስተር ካምፓላ ሲቲ ሓጃት ሚኒሳ ካቫንዳ፣ ሚኒስተር መሬት ኡጋንዳ ጁዲዝ ናቦኮቫ፣ ሚኒስተር ቤት ጽሕፈት ፕሬዝደንት፣ ላዕለዋይ ሓላፊ ጸረ ብልሽውና ሚኒስተር ውሽጣዊ ጉዳያትን ጀነራል ዳቪድ ሙሆዚ፣ ዳይረክተር ጀነራል ሚኒስትሪ ጥዕና ዶክተር ሄንሪ ምዋባሳ፣ ሚኒስተር ሕርሻ፣ ሚኒስተር ፍትሕን ቅዋምን፣ ሚኒስተር ንግድን ኢንዱስትሪን፣ ሚኒስተር ጉዳያት ወጻእን ካልእ ጽፍሕታትን ዘለዎም ላዕለዎት ሰበ ስልጣን ኡጋንዳ ኣብቲ ዓውደ ዘተ ተረኺቦም ነይሮም እዮም። ኣብታ ምስ ኣልቃዒዳን ዳዕሽን ርክብ ብዘለዎም ግብረ ሽብራውያን ጉጅለታት ትሕመስ ዘላ ሃገረ ማሊ ምስ ቀይሕ መስቀል ክሰርሕ ዝጸንሐ ኤርትራዊ ተጨውዩ ምህላዉ ተገሊጹ። ኣብ ማሊ ዝርከብ ጨንፈር ቀይሕ መስቀል ትማሊ ኣብ ዘውጽኦ ሓበሬታ፣ ክልተ ካብ ሰራሕተኛታተይ ብዕጡቓት ጉጅለታት ተጨውዮም ኣለዉ ክብል እንከሎ፣ መንነት ናይቶም ሰራሕተኛታት ግና ግልጺ ኣይገበረን። ይኹን እምበር ኣብ ኣፍሪካ ኤክስፕረስ እትበሃል ማዕከን ተገሊጹ ከም ዘሎ ብዛዕባ ኣብቲ ዞባ ዘጋጥም ጉዳያት ዓሚቕ ፍልጠት ዘለዎ ጋዜጠኛ ሰርጌይ ዳንየል፣ እቶም ክልተ ተጨውዮም ዘለዉ ሰራሕተኛታት ቀይሕ መስቀል፣ እቲ ሓደ ካብ ኤርትራ እቲ ሓደ ድማ ካብ ቦርኪናፋሶ ምዃኖም ሓበሬታ ከም ዘለዎ ገሊጹ ክትብል ሓቢራ። ብመሰረት ቀይሕ መስቀል ጨንፈር ማሊ ዘርጊሕዎ ዘሎ ሓበሬታ፣ እቶም ክልተ ተጨውዮም ዘለዉ ሰራሕተኛታቱ፣ መጭወይቶም ኣብ መንጎ ጋኦን ኪዳልን ዝበሃላ ዓድታት ከም ዘጋጠመ ድሕሪ ምሕባር፣ እቲ ትካል ኣብታ ሃገር ንሳላሳን ክልተን ዓመታት ብዘይሻራውነት ከም ዝሰርሐን እቶም ኣባላቱ ከኣ ብቕልጡፍ ክፍትሑ ጻውዒት ኣቕሪቡ ኣሎ። ማሊ ድሕሪ ዓመተ ክልተ ሽሕን ዓሰርተ ክልተን ብሰንኪ ተደጋጋሚ ዕልዋ መንግስቲ ከምኡ ድማ ብሰንኪ እቶም ምስ ግብረሽበራውያን ጉጅለታት ዳዕሽን ኣልቃዒዳን ምትእስሳር ዘለዎም ዕጡቓት ውድባት ኣብ ሕንፍሽፍሽ እትርከብ ኮይና፣ እቶም ዕጡቓት ጉጅለታት ከኣ ኣብ ዝተፈላለየ እዋን ንምፍርራሕ ከምኡ ድማ ገንዘብ ንምርካብ ዝተፈላለዩ ወጻእተኛታት ዜጋታት ክጨውዩ እዮም ዝረኣዩ። ኣብ ትግራይ ዝትከል ግዝያዊ መንግስቲ ብስምምዕ ፈደራል መንግስቲ ጥራይ ክኸውን ከምዝኾነ ሓደ ካብ ላዕለዎት ሰበስልጣን ትግራይ ዝኾነ ጌታቸው ረዳ ሓቢሩ። ኣብዚ ዝሓለፈ ቀረባ መዓልታት ኣብ ትግራይ ቀዋሚ ክልላዊ መንግስቲ ክሳብ ዝምረጽ ነቲ ክልል ብግዝያውነት ዝመርሕ ግዝያዊ መንግስቲ ንምምስራት ዘኽእል ኮንፈረንስ ተኻይዱ ነይሩ'ዩ። ኣብቲ ብረቡዕ ሓደ መጋቢትን ድሒሩ ድማ ንኽልተ መዓልታት ዝተኻየደ ኣኼባ፣ ወከልቲ ሓይልታት ትግራይ፣ መራሕቲ ሃይማኖት፣ ውዳበታትን ካብ ሕብረተሰብ ዝተዋጽኡ ዕዱማትን ተረኺቦም ነይሮም። ኣብቲ ዝተገብረ ኮንፈረንስ ኣብ ክልል ትግራይ ካብ ሽዱሽተ ወርሒ ክሳብ ሓደ ዓመት ዝዕድሚኡ ግዝያዊ መንግስቲ ክቐውም ኣብ ስምምዕ ክብጻሕ እንከሎ ንደረት ስልጣኑ፣ ዕማማቱን ተልእኹኡን ዝምልከት ሰነዳት ብምጽዳቕ ዓሰርተ ሓደ ነጥብታት ዝሓዘ መግለጺ ብምውጻእ ኣኼብኡ ዛዚሙ ነይሩ'ዩ። ድሕሪ'ቲ ኮንፈረንስ ዝተፈላለያ ማዕከናት ዜና ኣብ ትግራይ ዝቐውም ክልላዊ መንግስቲ ንኣብ ፈደራል መንግስቲ ስልጣን ሒዙ ዝርከብ ሰልፊ ብልጽግና ዝገለለ'ዩ ዝብል ዜናታት ክዝርግሑ ዝተራእዩ ኮይኖም ሕጂ ከኣ ጌታቸው ረዳ ነቲ ዝተዘርግሐ ዜናታት ኣብ ዝሃቦ መልሲ ግዝያዊ ምምሕዳር ትግራይ ዝጣየስ ኣብ መንጎ ወገናት ስምምዕ ፕሪቶርያ ሓበራዊ ምምኽኻር ምስ ተገብረ ጥራይ እዩ እቲ ግዝያዊ መንግስቲ ብዘይ ተሳትፎ ኣዲስ ኣበባ ኣብ ትግራይ ተመስሪቱ ምህላዉ ዝገልጽ ጸብጻባት ኣብ ቅድሚ ክዉንነት ዘይቀውም እዩ። ትግራይ እጃማ ክትፍጽም ጥራሕ እያ እትጽዕር ዘላ ክብል ጽሒፉ ኣሎ። ኣብ ክልል ትግራይ ንኽልተ ዓመታት ዝኣክል ኤርትራ ዝተሳተፈትሉ ኲናት ኣብ መንጎ ፈደራላዊ መንግስቲ ኢትዮጵያን ሓይልታት ትግራይን ዝተኻየደ ኮይኑ እቲ ኲናት ኣብ ወርሒ ሕዳር ናይ ዝሓለፈ ዓመት ኣብ ፕሪቶርያ ብዝተፈረመ ስምምዕ ሰላም ከምዝኸተመ ይዝከር። ነዚ ስዒቡ ክልቲኦም ተጻረርቲ ወገናት ንትግባረ እቲ ስምምዕ ዝምልከት ዝተፈላለዩ ስጉምታት ከም ዝወስዱን እዚ ምቛም ግዝያዊ መንግስቲ መቐጸልታ ትግባረ ናይቲ ስምምዕ ምዃኑን እዩ ዝፍለጥ። ስግኣታታ ይዓርግ ከም ዘሎ ዘጠንቀቐት ቻይና፣ ኣብዚ ዓመት ወተሃደራዊ ወጻኢታታ ብልዕሊ ሸውዓተ ሚእታዊት ክትውስኽ ምዃና ኣፍሊጣ። እዚ ዝተገለጸ ኣብቲ ንሳልሳይ እብረ ዝቕጽል መሪሕነት ፕረዚደንት ሺ ጂንፒን ክረጋገጽ ትጽቢት ዝግበረሉ ኣኼባ ሃገራዊ ህዝባዊ ኮንግረስ እዩ። ኣስታት ክልተ ሚእትን ዕስራን ሓሙሽተን ቢልዮን ዶላር ዝበጽሕ ወተሃደራዊ ባጀት ቻይና፣ ካብቲ ብኣርባዕተ ዕጽፊ ዝዓብዮ ባጀት ኣሜሪካ ኣዝዩ ዝተሓተ ከም ዝዀነ እዩ ዝፍለጥ። ተንተንቲ ግን፣ ቻይና ኣብ ምክልኻል እተውጽኦ ዘላ ወጻኢ ኰነ ኢላ ነክያ ከም እትገልጾ ይኣምኑ። ካብ ስልጣኑ ዝፋኖ ዘሎ ቀዳማይ ሚኒስተር ሊ ኬክያን ንሃገራዊ ህዝባዊ ኮንግረስ ኣብ ዝሃቦ መብርሂ፣ ንቻይና ንምዕፋንን ንምግታእን ዝግበር ናይ ደገ ፈተነታት እናወሰኸ ይኸይድ ኣሎ ኢሉ። ዕጡቓት ሓይልታት ወተሃደራዊ ስልጠናን ድልውነትን ከሐይሉ ይግባእ ክብል እውን ኣተሓሳሲቡ። ኣብዚ ሰሙን ዝካየድ ኣኼባ ሃገራዊ ህዝባዊ ኮንግረስ ንመሪሕነት ሺ ጂንፒን ኣብታ ሃገር ወግዓዊ ክገብር ኮይኑ፣ ንሱ ፕሬዚደንትን ላዕለዋይ ሓላፊ ሰራዊት እታ ሃገርን ኮይኑ ክምረጽ እዩ። ኣብ ጥቅምቲ ዝሓለፈ ዓመት ዴሳዊ ሰልፊ ቻይና ንሳልሳይ ግዜ መራሒኡ ክኸውን ምስ መረጾ፣ ኣብ ጽፍሕታት ስልጣን ቻይና ስልጣኑ ከውሕስ ክኢሉ ኣሎ። እዚ ወሰኽ ወተሃደራዊ ባጀት ክመጽእ ዝኸኣለ ድማ ምስ ኲናት ዩክሬንን ኣብ ቀረባ እዋን ዝተኸስተ ተርእዮታት ባሎን ስለያን ብዝተኣሳሰር ምስ ኣሜሪካ ዘለዋ ዝምድናታት እናኸፍኣ ኣብ ዝኸደሉ ዘሎ እዋን እዩ። ሰበስልጣን ኣሜሪካ ብወገኖም፣ ቻይና ኣብ ዝቕጽሉ ዓመታት ንታይዋን ክትወርር ከም እትኽእል ብተደጋጋሚ ኣጠንቂቖም እዮም። ቻይና፣ ምትኳስ ባለስቲክ ሚሳይል ዘጠቓልል ኣብ ከባቢ ታይዋን ካብ ግዜ ናብ ግዜ እናዓበየ ዝኸይድ ዘሎ ናይ ኣየርን ባሕርን ምርኢት ውተሃደራዊ ሓይሊ ኣካይዳ እያ። ቻይና ነታ ነብሳ እተመሓድር ታይዋን ኣብ መወዳእታ ኣብ ትሕቲ ቁጽጽር በይጂን ምእታዋ ዘይተርፍ ዝተነጸለት ግዝኣታ ከም ዝኾነት እያ እትቖጽራ። ብተወሳኺ ኣኼባ ሃገራዊ ህዝባዊ ኮንግረስ ነቲ ዝመጽእ ሓድሽ ቀዳማይ ሚኒስተር ቻይና ወግዓዊ ክገብር እዩ። ሓደ ካብቶም ንሺ ጂንፒን ተኣመንቲ ዝበሃሉ መሳርሕቱ ዝኾነ ሊ ቺያንግ ነቲ ሽመት ክወስዶ ትጽቢት ይግበር። ንሕጂ ዝተዳለወ ዜናታት እዚ እዩ ነይሩ፣ ብካልእ ክሳብ ንራኸብ ሰላም ንዓኹም።